ካልኣይ መልእኽቲ ዮሃንስ ሓቅን ፍቕርን ብዙሕ ግዜ ዛዕባ ኣርእስታት ናይ ዝርርብና እየን፣ ግናኸ ውሑድ እዩ ኣብ ተግባር ዝግለጽ። ካብ ፖለቲከኛታት፣ ነጋዶ፣ ካልኦት ሰባት ውን እንተኾነ ንቃላት ሓቅን ፍቕርን ይጥቀሙሉ እዮም። ግናኸ ኣብ ህይወትን ናብራን ናይዞም ልዕል ኢሎም ዝተገልጹ ግብራውነት የብሉን። ፍቕርን ሓቅን ግና እዛ እንሪኣ ዓለም ብቃላት ናይዘን ዛዕባና ዝኾና ፍቕርን ሓቅን ምልእቲ እያ። ፍሉጣት መዛሙር፣ ናይ ምስጋና ፖስትካርድ፣ ልቢ ወለዳት፣ ጽሑፋት፣ ንህዝብታት ምጎሳ፣ ሰናይ ድሌታት፣ ጽቡቕ ሕልምታት፣ ባህላውን ልምዳዊ መግለጺታትና፣ ኣብ ንካፈሎም ነገራት፣ ኣብ ሓዘን ወዘተ፣ ቀንዲ ዛዕባታትና እየን። ክርስቶስ ግና ካብዚ ዝበልናዮ ተቓራኒ እዩ። ምኽንያቱ እዞም ልዕል ኢልና ዝረኣናዮም ካብ ርእስኻ ምፍታው ናይ ምትላል ሓሳባት ኣምስሉ ዝኾነ ህይወት ጠበርቲ እዮም። ክርስቶስ ግና ሓቅን ፍቕርን እዩ፣ ምኽንያቱ ንሱ ብሓቂ ስለ ነፍሲ ወከፍና ርእሱ በጃ ስለ ዝሃበ። እምበኣር ከም ናይ ክርስቶስ ቤተ ሰብ ኣብዘን ሓቅን ፍቕርን ንሓድሕድና ክንካፈል እዩ ዝግባእ። እቲ ንሓቂ ዝሰዓበ ኣብ ሓቂ እዩ ዝነብር፣ እቲ ብፍቕሪ ኣምላኽ ዝተለኽፈ ዝተታሕዘ ድማ ፍቕሪ እዩ ዘንጸባርቕን ዝገብር። ኣብ ንሓድሕድና ህይወት ክርስቶስ ነንጸባርቕ። ሓዋርያ ዮሃንስ እምበኣር ሓቀኛ ዝኾነ ፍቕርን ሓቅን እዩ ርእዩ። እሱ ምስ ክርስቶስ ነይሩ እዩ። ስለዚ ድማ እዩ ናይ ዓይኑ ምስክራቱ ዝጸሓፈልና። ካም ወንጌል ስጋብ ራእይ ድማ በዚ ሓቀኛ ዝኾነ ፍቕርን ሓቅን እዩ ተመሊኡ። ሓቅን ፍቕርን ንቕሓትን ምልዕዓል ንክርስትያናት ኣብ መንፈሳዊ ዓለም እዩ። እዛ መልእኽቲ እዚኣ ድማ ንእሙን ዓርኩ ብሓቂ ተመላለስ፣ ንእግዚኣብሔር ተኣዘዝ፣ ካብ ምምቕቓል ተጠንቀቕ። ፍቕሪ ንእግዚኣብሄር ኣብ ንሓድሕድኩም ተሃልኹም። ዝተጻሕፈሉ ዕላማ፣ ኣብቲ መሰረታዊ ዝኾነ ንክርስቶስ ምስዓብ ዘሎ ፍቕርን ሓቅን ንምግላጽ ካብቶም ናይ ሓሶት መምሃራን ንምጥንቃቕ እዩ ተጻሒፉ። እቲ ቀንዲ ቃል ኣብ ካልኣይ መልእኽቲ ዮሃንስ ቁጽሪ ሽዱሽተ ዘሎ ኮይኑ፣ ከምቲ ትእዛዛቱ ጌርና ክንመላለስ እታ ፍቕሪ እዚኣ እያ ብኣኣ ክትመላለሱ ከምቲ ካብ መጀምርታ ዝሰማዕኹሞ እቲ ትእዛዝ እቲ እዚ እዩ። እዛ መልእኽቲ ክተንብባ ሒደት ደቓይቕ እያ እትወስድ መልእኽታ ግና ንህይወት ዘመን ዝኸውን እዩ። ከም ናይ ክርስቶስ ሰዓብን ወይ ተኸታሊ ጥበበኛ ኩን። ንሓቅን ፍቕርን ምእዛዝ ኣምላኽ ርእስኻ ወፊ። እዚ ዝረኣናዮ ድሕሪ ባይታ ናይ ካልኣይቲ መልእኽቲ ዮሃንስ ኮይኑ ቁጽሪ ሓደ። ካብቲ ሽማግለ ናብታ ሕርይቲ እመቤተይን ናብቶም ኣነ ብሓቂ ዘፍቅሮም ደቃን ኣነ በይነይ ዘይኮንኩስ እቶም ነታ ሓቂ ዝፈልጥዋ ዘበሉ ኩላቶም ድማ ዘፍቅርዎም ስለ እታ ኣባና ዘላን ንዘለኣለም ከኣ ምሳና እትነብር ሓቂ ኢልና እነፍቅሮም ዘሎና ካብ እግዚኣብሔር ኣቦናን ካብ የሱስ ክርስቶስ ወዱ ነቦን ጸጋን ምሕረትን ሰላምን ብሓቅን ብፍቕርን ምሳና ክኸውን እዩ። ሓቅን ፍቕርን ቁጽሪ ኣርባዕተ ሓያሎ ካብ ደቅኺ ከምቲ ካብ ኣቦ እተቐበልናዮ ትእዛዝ ኮይኖም ብሓቂ ዝመላለሱ ስለ ዝረኸብኩ ብዙሕ እሕጎስ ኣለኹ። ሕጂ ድማ እመቤተይ እቲ ካብ መጀመርታ ዝነበረና እምበር ሓድሽ ትእዛዝ ከምዚ ዝጸሓፍኩልኪ ዘይኮነስ ንሓድሕድና ክንፋቐር እልምነኪ ኣለኹ። ከምቲ ትእዛዛቱ ጌርና ክንመላለስ እታ ፍቕሪ እዚኣ እያ። ብኣኣ ክትመላለሱ ከምቲ ካብ መጀመርታ ዝሰማዕክምዎ እቲ ትእዛዝ እቲ እዚ እዩ። ኢየሱስ ክርስቶስ ብሥጋ ከም ዝመጸ ዘይእመኑ ብዙሓት መስሓትቲ ናብ ዓለም ወጺኦም ኣለዉ። እቲ መስሓትን እቲ ጸረ ክርስቶስን እዚ እዩ። ምሉእ ዓስቢ ክትቅበሉ እምበር ነቲ ዝጸዓርናሉ ምእንቲ ከይተጥፍእዎ ርእስኹም ሓልው። እቲ ጎቦ ዝዘብል ብምህሮ ክርስቶስ እውን ዘይጸንዕሲ ኣምላኽ ዮብሉን። እቲ ኣብቲ ምህሮ ዝጸንዕ ንሱ ኣቦን ወድን ኣለውዎ። ዝኾነ ይኹን ናባኻትኩም እንተ መጸ እሞ ነዚ ምህሮ እዚ እንተ ዘየምጸ ኣብ ቤትኩም ኣይትቀበልዎ ሰላም ውን ኣይትበልዎ እቲ ሰላም ዝብሎስ ኣብቲ እኩይ ግብሩ ሓቢርዎ እዩ ቁጽሪ ዓሰርተ ክልተ ናባኻትኩም ዝጽሕፎ ብዙሕ ነገር ኔሩኒ ክነሱ ብወረቐትን ብቐለምን ክጽሕፎ ኣይፈተኹን ግናኸ ሓጎስና ምእንቲ ክምላእሲ ናባኻትኩም ክመጽእ እሞ ኣፍ ንኣፍ ክዛረበኩም ተስፋ እገብር ኣለኹ።